ራይት ሰላም ናይ ራይ ቤተሰብ ከመይ ኣለኹም ከመይ ፀኒሕኩም ከመይ ውዒልኩም እቶም ንገኹም ደሎ ከመይ ኣርፊድኩም ናይ ክልተ ደቂ መልእኽቲ እያ ደላትኒ ናይ ያንግ ሳይንቲስት ክላሳት ንገብሮ ዘለና ናይቲ ኣብዚ ቻነል እዚ ናይ ዩቲብ እዩ ዝመፅእ ኣይ ቲንክ እታ ቻነል ኣብዚኣ ሸር ክገብረልኩም ኣለኒ መስለኒ ንዓኣ ሳብስክራይብ እንተ ጌርኩም ደቅኹም እቲ ትምህርታት ገለ ገሊኡ እቶም ወለዲ ፍቓደኛታት ዝኾኑሉ ንፍንዎ ኢና እቶም ዘይረኣኹምዎ ዘለኹም I strongly recommend you ነታ ቻነል ሳብስክራይብ ክትገብርዋ ሕጂ ድሕሪ ሓሙሽተ ደቂቕ እቲ መእተዊ ክላስ ክንጅምር ኢና ድሕሪ ሸሞንተ ደቂቕ ከዓ እቲ ፕሮፐር ክላስና ክንጅምር ኢና ማለት እዩ ብመሰረቱ እንታይ ኢና ንገብር ኣብዚ ክላስ እንታይ ኢና እቲ እቶም ቆልዑ እንታይ እዮም ዝመሃሩ ዋት ዱ ዊ ዱ ኤግዛክትሊ ቅልል ድበለ ኣርባዕተ ነጥብታት ኢና ካቨር ንገብር። እዚ ኣብ ዝድመሃርዎ ትምህርቲ ፈጺሙ ምስ ኣብ ትምህርቲ ድመሃርዎ ትምህርቲ ደራኹብ ነገር የብሉን። ኦከይ ንጹር ክኸውን ደለዎ ነገር ምስ ኣብ ትምህርቲ ድመሃርዎ ከምዚ ኣብ ማትስ ድሕር ድድሕር ሃልዮም ሓገዝ ክኾኖም ድወሃብ ኮርስ ገለ ኣይኮነን። እንታይ ዳልና ንገብር ደለና ነትዮም ቆልዑ ኣብ ኣርባዕተ ነገራት ድጠመተ ድጋፍ ንሕና ንዓና ደይዕበየና ንሕና ደይተማሃርናዮ ንሕና ዘይንፈልጦ ግን ዋላ ንደንጉ እምበር ሕጂ ድበጻሕናዮ ኣካይዳ ከመይ ገርና ንዕኦም ክንሕግዞም ንኽእል ኦከይ ካብቲ ንሕና ዘለናዮ ደረጃ እዮም ክጅምሩ ደለዎም ግድን ከምቲ ንሕና ዝተማሃርናዮ ብገጾም እንዳወደቑ ብዙሕ ምስ ተጎድኡ ክኸውን ኣይግብኦን So I'm very grateful ነዚ ዕድል እቶም ወለዲ ስለ ድሃቡና ገለ እቶም ቆልዑ ይደኽሙ እዮም ካልእ ብዙሕ ኮሚትመንት ኣለዎም እቲ ኮይኑ እቲ ግን ኣይ ቲንክ እቶም ቆልዑ ነቲ ኣፖርቹኒቲ ብጣዕሚ ፈትዮሞ ብዙሕ ፅቡቕ መልሲ ስለ ዝረኸብና ሕጂ ዊር ስኬሊንግ ኣፕ ማለት እዩ ቁርብ እቲ ቁፅሪ እንዳወሰኽና ንብዙሕ ሰብ ክጥቀመሉ ዝኽእል ኣፖርቹኒቲ ንፈጥር ኣለና ማለት እዩ ሶ ሊንክ ኣብዚኣ ንህለትኩም ርኣይዎ እቶም ክትመሃሩ ትደልዩ ገና ኪኢላታት ኣብ ምእካብ ኢና ደለና እዚ ብዛዓባ ምፍላጥን ደይምፍላጥን ገለ ኣይኮነን ስለ ሓደ ሰብ ስለ ዝተመሃረ ክምህሮ ድክእል ገለ ኣይኮነን እዚ ናይ ፓሽን እዩ በቃ ኣብ ልብካ ባልባል ድብል ሓይሊ ሓይሊ በቃ ነቶም ቆልዑ መቀይሮ ክፍጠረሎም ኣለዎ ድበሃል ተበግሶ እዩ እምበር እዚ ሓደ በዓል ዲግሪ ኮይኑ ድምህሮ እቲ ሓደ ዶክተር ኮይኑ ድምህሮ ገለ ነገር ኣይኮነን ግን ኢት ቴክስ ፓሽን ኦከ ኣነ ድምነዮ ወይ ናተይ ባህጊ ራኢ ወይ ከኣ ተስፋ ህጻናት እዩ ዝብል እቲ ፕሮግራም እቲ ዕላማ ከምቲ ንሕና ትራዲሽናል ዝኾነ መሃራ ተማሂርናዮ ድመጻና ክነፍዑ ከምኡ ትምህርቲ ክመላለሱ ኣነ ይምነዮን እየ ኣነ ንደቀይ ከምቲ ኣነ ዝተምሃርክዎ ክመሃራ ይምነየልን እየ ደሓሸ ትምህርቲ ክመሃራ እንድሕር ኮይነን ከኣ ደሓሸ ዝኾነ ርድኢት ወይ ከኣ ኣብቲ ናይ ትዌንቲ ፈርስት ሰንቹሪ ለርኒንግ ኣውትካምስ ዝበሃል ፕሮግራማት እንታይ ምዃኖም ዕሙቕ ዝበለ ርድኢት የድሊ እዩ ሶ ብርግጽ እሱ እንታይ እዩ ዘጠቓልል ኣርባዕተ መሰረታውያን ዝኾና ነገራት እየን ከጠቓልላ ንሱ ከዓኒ ነቲ ፈሊጥናዮ ዝበሃል ፍልጠት

ኦኬ ጽቡቕ እንድሕር ኖውለጅ ኢዝ ፓወር ኢልካ ደይትኣምን ኮንካ ኖውለጅ ኢዝ ፖቴንሽል ፓወር ኖውለጅ ናብ እንተ ንስራሕ ወሲድካዮ ጥራሕ እዩ ፓወር ድኸውን ኦኬ ኖውለጅ ፓወር ኮይኑ ኣይፈልጥን እዩ ንደቅና ከዓ ምፍላጥ ምፍላጥ ጥራይ ደይኮና ክንወስዶም ዘለና እታ ድፈለጥዋ እታ ድተረድኦቶም እታ ድነቑሕላ ከመይ ገይሮም ትራንስፈር ክገብርዋ ይኽእሉ ክንደይ ምሁራት ሰባት ኣብ ኩርሙይ ናብራ ክነብሩ ትርእይዎም ኖውለጅ ፓወር ኣይኮነን ፍልጠት ሓይሊ ኣይኮነን ፍልጠት ፖቴንሻል እዩ ክኸውን ይኽእል እዩ ፍልጠት ሓይሊ ዝኸውን ንስራሕ ምስ ከደ እዩ ንደቅና ናብ ፍልጠት ጥራሕ ከይንሰዶም ከምዚ ቀዳሞት ቅድሜና ዝፀንሑ ዝገብርዎ ዲግሪ ምፍቃድ ጥራይ ከይከዱ ናይ ብሓቂ ትራንስፈረብል ዝኾነ ኣብ ኣተሓሳስቦም መቐይሮ ፈጢሩ ናይ ብሓቂ ተግበርቲ ክኾኑ ክሕግዞም ዝኽእል እታ ቀዳመይቲ ኢዝ ፑቲንግ ኖውለጅ ኢንቱ ኣክሽን ሕጂ ኣብዚ ትምህርቲ ድመሃርዎ ድኾነ ነገር ፍልጠት ምስ ፈለጡ ብቅልል ድበለ ነገራት ምስ ከባቢኦም እንዳዛመዱ ከመይ ገሮም ክመሃሩ ይኽእሉ ኢና ንምህሮም እዚ ድማ ናይ ሳይንቲስት ኢንኩዚቲቭ ድኾነ ማይንድ ክህልወካ ማለት እዩ ሳይንቲስት ኩሉ ነገር ኣይኮነን ድፈልጥ እንታይ ደኣ ብዛዕባ ነቲ ድፈልጦ ካልእ ጥርዚ ክውስኸሉ ህርድዩ ድብል ሓድሽ ነገር ክፈልጥ ይሓስብ ብዙሕ ከምዘይፈልጥ ግን ኣንዳዕዲኡ እዩ ድፈልጥ ኦከይ ብዙሕ ምፍላጥ ኣይኮነን ሓደ ሰብ ሳይንቲስት ዝገብሮ ግን ኪሪየስ ማይንድ ምህላው እዩ ብዙሕ ትምርምር ብዙሕ ትሓስብ ብዙሕ ደስተንትን ሶ ገለ ገለ ካብቲ ክላሳት ንገብሮ ዘለና ኣነ ፈርስት ማተማቲሻን እግዚኣብሄር እዩ ለድኣምን ፈርስት ዲዛይነር እግዚኣብሄር እዩ ለድኣምን ቤስት ዲዛይነር እግዚኣብሄር እዩ ለድኣምን ምክንያቱ ኤቭሪቲንግ ኢዝ ዳን ኢን ፐርፌክሽን ማተማቲክ ለከዓኒ ነቶም ናይ ማተማቲክስ ወይ ከዓ ናይ ናይ ፊዚሲስት ድኾንኩም ጽቡቕ ገርኩም ትርድእዎ ስጋዕ ክንደይ ኤቭሪቲንግ ኣኪሬትሊ ኳልኩሌትድ ዝኾነ ነገር ምዃኑ እቲ ኣልጎሪዝም ኣሰራርሓ ናይ ነገራት ተራ ተረዲእና ሰብ ብተፈጥሮ ጀሚርና ነዚኦም ናምበርስ ተጠቒምና ወይ ከዓ ማተማቲክስ ተጠቒምና ኢና ነቶም ቆልዑ ድግባእ ርድኢት ክንፈጥረሎም ንፅዕር ዘለና ሶ ቨሪ ኢምፖርታንት ኖውለጅ ፓወር ኣይኮነን ኦኬ ከይትጋገዩ ኖውለጅ ፓወር ኣይኮነን ከምቲ ንሕና ተምሃርናዮ ንደቅኹም ክምሃሩ ትሓስብዎ እንድሕር ኣሊኹም ኣየብፅሖምን እዩ እንታይ ደኣ ኣብቲ ድፈለጥዎ ኣብቲ ድተማሃርዎ ከመይ ጌሮም ተባላሒቶም ንስራሕ ይወስድዎ ከመይ ጌሮም ብኮንፊደንስ ክማላለሱ ይኽእሉ ምስኡ ኣልግብ ኣቢለ ኣብዚ ንሕና ንምህሮ ትምህርቲ እንታይ እዩ ገሊኦም ኣዝዮም ብሉጻት ዝኾኑ ጸለምቲ ምሁራት ወይ ከዓ ማተማቲሻንስ ወይ ከዓ ማተማቲክስ ስለንጥቀም ኣብዚ ስራሕ ማለት እዩ ከም በዓል ኢፎምያ ሉፍተን ሀይስ ቀዳመይቲ ፀላም ብማተማቲክስ ፒኤችዲ ዝወሰደት ናታ ድሕረ ባይታ እንታይ ማለት ምኳኑ ንነግሮም ከም ፀለምቲ ኣብቲ ዘለውዎ ሕብረተሰብ ንሶም ከም ደይ ሙሉእነት ወይ ወለዶም ከምቲ ድግባእ ከምቲ መማህርቶም ወለዶም ዝተማሃርዎ ዘይተማሃሩ ስለዝኾኑ ወይ ስደተኛታት ስለዝኾኑ ስክፍታታት ከይስምዖም ናይ ብሓቂ ብዙሓት ብሉጻት ጸለምቲ መሃዝቲ ማተማቲሻንስ ምህላወን እነግሮም። ከም በዓል ኣልበርት ኮክስ እቲ ቀዳማይ ጸሊም ፒኤችዲ ብማተማቲክስ ዝረኸበ። ማተማቲክስ ኢዝ አ ዩኒቨርሳል ላንጉጅ ብጣዕሚ ብሉጽ ነገር እዩ። ቤንጃሚን ባንከርስ እቲ ኣስትሮኖመር ወይ ከዓ ሲቪል ራይትስ ሪደር ዝነበረ ማለት እዩ። ብዙሓት ከም በዓል ካትሪን ኣይደኖ ናይ ካትሪን ቅድሚ ሕጂ እንድሕር ሪኢኹሞ ኔርኩም ኮንኩም ገለ ካብቲ ኣዝዩ ጸላዊ ዝኾነ ብጣዕሚ ብሉጻት ዝኾነ ማለት እዩ ቤንጃሚን ባንከር ኤልበርት ፍራንክ ኤክስ ዱዲ ወልደን ዱዲ ወልደን ውልድያርድ ማርጅሬት ሊ ብራውን እዚኣቶም ብፍላይ ደቂ ኣንስትዮ ኣዋልድና ዝኾነ ምስ ባህለን ምስ ኣመፃፅእን ስደተኛታት ምዃንን ተኣሳሲሩ ኣብ ትምህርተን ዝኾነ ጽልዋ ከየምጻለን እሞ ብኣንጻሩ እኳ ደኣ ከተባብዐን ይግበኦ ከምኡ ብሉጻት ሰባት ምህላዎም ከምኡ ኣብ ዝርኦም ዝመሰሉ ጀስ ኤርነስት ዋልፈርስ ኣሎ ካትሪን ጆንሰንስ ኣሎ ካልእ ከምኡ ዝመሰለ ነገራት እውን ክንጥንቀቕ ክንክእል ኣለና ንደቅና ዝግባእ መልእኽቲ ምእንቲ ክበጽሖም ሶ ስ ገለ ካብቲ መሰረታዊ ዝኾነ ነገር እቲ ቆልዑ እንተ ፈሊጦሞ ክሕግዞም ይኽእል እዩ ንብሎ ኣብዚኣ ክገብረልኩም እየ እንተ ኣብዚኣ ሸር ጌርኩሞ ኣብዛ ቻነል እዚኣ ናይ ዩቲብ ፈሎ ጌርኩማ እዚኣ ንህፃናት ጥራይ እታ ፕሮግራም ካልእ ወላ ሓደ መደብ የብላን ብተኻእለ መጠን ትኽእሉ እንተ ሃሊኹም ፓሽን እንተ ሃሊኩም ክትምህሩ ትደልዩ ድማ ምፁ ስ ስ ማይ መሰጅ እቲያ ቀዳመይቲ ኣብ ከምኡ ክሪቲካል ቲንኪን ዝጠመተ ዝፈልጥዎ ነገር ንስራሕ ክወስድዎ እታ ካልኣይቲ ናይ ክሪቲካል ሪዝኒንግ ንነገራት ሲ ዋይ ዳዝ ኢት ሃፕን ክርድኦም ክትንትንዎ ክኽእሉ ኣለዎም ብግምት ብገለ ዘይኮነ መርትዖታት ተጠቒሞም ክትንትንዎ ክኽእሉ ኣለዎም ካልእ ናቶም ርድኢት ዶሞንስትሬት ክገብርሉ ዝኽእሉ ከም ተረድኦም ናይ ብሓቂ እቲ ድብልዎ ደለዉ ከም ተረድኦም ንካልኦት መዛንኦም ከምኡ ዲስካስ ክገብርሉ ምስ ካልእ መዛንኦም ከኣ ናይ ቲም ስፒሪት ክህልዎም ሓደ ድበለጸ ጢል ኢሉ ድወጽእ ገለ ደይኮነስ ከመይ ገሮም ተማላሊኦም ብሕብረት ክወጽሉ ድክእሉ ኢንቫይሮመንት ኢና ንምህር ሶ ናይ ትምህርቲ መመላእታ ቲቶርያል ገለ ነገር ኣይኮነን ሶ እዚ ሓጋዚ እዩ ትብሉ እንድሕር ኣሊኹም እንደገና ሰለስተ ጸሓፍለይ እወ እዚ የድልየና እዩ ኣብ መንእሰያትና ትብሉ ተሊኹም ዘለስተ ጸሓፍለይ ኣብታ ቻነል ኬድኩም ሳብስክራይብ ግበሩ እቲ ናይ ቆልዑ ፕሮግራም ስለ ዝኾነ ንቆልዑ ጥራሕ እንተ ትደልይዎ ኮንኩም ካልእ ድኾነ ትሕዝቶተት ኣብኡ ዝነበረ ኣንሊስት ጌርና እተን ናይ ቆልዑ ፕሮግራማት ጥራይ ኢና ክነምጸን እዚ ክላሳት ክመሃሩ ትደልይዎም እንተ ኮንኩም ግን they need to come and join us ኣብቲ ክላሳት ደለዎ ማለት እዩ ኣብዛ ሰዓት እታ ክላሰይ መሊኣ እያ ደላ ውሑዳት ቆልዑ ጥራይ ኣብ ሓደ ግዜ ክሕዝ ትኽእል ካብ ኩሉ ዓለም ደለዉ ግን ውዒሉ ሓዲሩ ናቶም ውጽኢት ምስ ረኣና ከኣ ከምኡ ፓሽን ደለዎም ወለዲ ዓቕሚ ደለዎም ሰባት መጽዮም ምሳና ብሕብረት ክሰርሑ እቲ ኣፖርቹኒቲ ክንፈጥር ኢና የቐንየለይ ነዚኣ ኣብ ሓሙሽተ ደቒቕ ክብላ ሓሙሽተ ዓሰርተ ደቒቕ ክብላ እየ ሓሲበ ከምቲ ድበልኩዎ መልእኽተይ ኣመሓላሊፈ ኣለኹ please share it spread it መጻኢና ደቅና እንተ ትሰማምዑ ኮንኩም ሰለስተ ጽሒፍኩም ናብ ደለኹሞ ኩሉ ግሩፕ ኩሉ ትፈልጥዎ ዩኒት ሸር ግበርዎ እቲ መልእኽቲ ይኺድ ኤርትራውያን ህጻናት ኣዝዮም ብሉጻት እዮም ምክንያቱ እቲ ግዜ ኣይከኣክለንን ሕጂ ግን ኣዝዮም ብሉፃት እዮም ብዙሕ ነገር ከዓ ክገብሩ ይኽእሉ እዮም እግዚኣብሔር ኣቐዱም የቐንየለይ